ቻነልና ሰብስክራይብ ግበሩ። ሓቀኛን ተኣማንን እዋናዊ ዜናን ሓበሬታታትን እነቕርበሉ ቀዳሞት ሚድያ። ሰብስክራይብ፣ ላይክ፣ ሼር፣ ኮመንትን ብምግባር ምሳና ክትኮኑ ብምዕዳም ንሎሚ ናብ ዝሓዝናዮም ሓበሬታታት ግንባርን ትኩሳት ዕለታዊ ዜናታትን ክንሰግር ኣቐዲምና ግን ኣርእስተ ዜናታት ክነስመዐኩም። ሰራዊት ትግራይ ልፍንታውያን ወረርቲ ሓይልታት ብግንባር ሰሜናዊ ምብራቕ ትግራይ ንዝጀመርዎ ወራር ይምክት ከም ዘሎ ማእኸላይ ኮማንድ ትግራይ ኣፍሊጡ። ዕሰል ንኣቦኻ ምሰል ብዝብል ቴማ ኣብ ከተማ ሽረ እንዳስላሰ ዋዕላ ከም ዝተኻየደ ምንጭታትና ሓቢሮም። ልፍንታውያን ጸላእቲ ህዝቢ ትግራይ ንምጽናት ዝፍጽምዎ ዘለዉ ደብዳባት ሕዚ እውን ብምቕጻል ኣብ ወረዳ ዛና ጣብያ ደብረ ከርቤ ደብዳብ ነፋሪት ብምፍጻም ህይወት ብዙሓት ወገናትን ኣብ ልዕሊ ንብረት ድማ ከቢድ ክሳራን ኣብጺሖም ተባሂሉ ዝብሉን ካልኦትን ኣለውና ንኽትከታተሉና ብኽብሪ ንዕድም። ሰራዊት ትግራይ ልፍንታውያን ወረርቲ ሓይልታት ብግንባር ሰሜናዊ ምብራቕ ትግራይ ንዝጀመርዎ ወራር ይምክቶ ከም ዘሎ ማእኸላይ ኮማንድ ትግራይ ኣፍሊጡ። ልፍንታውያን ወረርቲ ቅድሚ 46 መዓልታት ንዝወልዕዎ መጠነ ሰፊሕ ወራር መቐጸልታ ዝኾነ ደማዊ ኩናት መስከረም 29 2015 ዓ ም ብኣንፈት ሰሜን ምብራቕ ትግራይ ማለት እውን ብግንባራት ዛላምበሳ ራማን ጀሚሮም ኣለዉ። እዞም ኣረመኔ ወረርቲ ንከተማ ዓዲግራት ራማን ወሰና ወሰን ኤርትራ ኣብ ልዕሊ ዝነብር ህዝቢ ትግራይ ብዘካየድዎ ደብዳብ ከቢድ ብረት ኣብ ልዕሊ ሰለማዊ ህዝብን ንብረትን ከቢድ ጉድኣት ኣብፂሖም ኣለዉ። እንተኾነ መዘና ኣልቦ ሰራዊት ትግራይ ህዝብና ኣብ ጎኑ ኣሰሊፉ ንሽሾ ሰራዊት ዕጡቕ ሓይሊ ፋሽሽታውያን ጭፍራ ውልቀ መላኺ ኢሳያስን ጉጅለ ኣብይ ኣሕመድን እናመከተ ይርከብ። ዕላማ እዚ ወራር ህዝቢ ትግራይ ካብ ገጽ ምድሪ ንምጥፋእ ደመኛ ጸላእትና ኩሉ ዓቕሞም ኣዋዲዶም ዝኸኣልዎ ኩሉ ዓይነት ጥፍኣት ምፍጻም እዩ። ስለዚ ህዝብና ከም ወትሩ ምስ ሰራዊቱ ኮይኑ ንህልውንኡን ድሕንነቱን ኢሉ መኸትኡ ዝያዳ ከሐይል ይግባእ ክብል ማእኸላይ ኮማንድ ትግራይ ገሊጹ። ዕሰል ንኣቦኻ ምሰል ብዝብል ቴማ ኣብ ከተማ ሽረ እንዳስላሰ ዋዕላ ከም ዝተኻየደ ምንጭታትና ካብቲ ከባቢ ሓቢሮም። ኣብ ልዕሊ ህዝቢ ትግራይ ተኣውጅ ዘሎ ሓሰረ መከራ ንምምካትን ኣሰር ኣሕዋቶም ተኸቲሎም ናብ ጅግና ሰራዊት ትግራይ ከም ዝጽምበሩ መናእሰይ ከተማ ሽረ እንዳስላሰ ገሊጾም። ኣብ ልዕሊ ህዝብን መንግስትን ትግራይ ብባዕዳውያንን ፋሽሽታውያን ወረርቲ ዝተኣወጀ ወራር ንምምካት መንግስቲ ትግራይ ብዝኣወጆ ናይ ክተት ጻውዒት መሰረት ኣብ ከተማ ሽረ እንዳስላሰ ዋዕላ ከም ዝተሳለጠ ንምፍላጥ ተኻኢሉ። ኣብቲ ዋዕላ ዝተሳተፉ መናእሰይ ሽረ እንዳስላሰ ከም ዝገለፅዎ ፀላእትና ዳግማይ ትግራይ ንኸይረግፅዋ ናብ ጅግና ሰራዊት ትግራይ ተፀንቢሮም እጃሞም ከም ዝፍፅሙ እቶም መናእሰይ ወሲኾም ገሊፆም እዮም። ብተወሳኺ ኣዴታት ትግራይ ኣብ ጎኒ ሰራዊት ትግራይ ኮይነን ዝገብረኦ ዘለዋ ናይ ደጀንነት ስራሕ ዝነኣድን ተጠናኺሩ ክቕፅል ዝግባእን ምዃኑ እቶም መናእሰይ ወሲኾም ገሊፆም። ኣብ ትግራይ ብቐጻልነት ዝፍጸም ዘሎ ገበን ጆኖሳይድ ጠጠው ንኽብል ዝጽውዕ ሰልፊ ተቓውሞ ኣብ ሉክዘምበርግ ክሳለጥ ምዃኑ ንምፍላጥ ተኻኢሉ። እቲ መጻኢ 17 ጥቅምቲ 2022 ኣቆጻጽራ ኣውሮፓውያን ዝሳለጥ ሰልፊ ተቓውሞ ካብ መላእ ኣውሮፓ ዝመጹ ተጋሩን ፈተውቲ ቃልሲ ህዝቢ ትግራይን ዝዕደምሉ ምዃኑ ኣሰናዳኢት ኮሚቴ እዚ ሰልፊ ተቓውሞ ዕላዊ ገይራ'ላ። ኣብቲ ሰልፊ ተቓውሞ ሸውዓተ ሚእቲ መዓልታት ሓሊፍዎ ዘሎ ትሉም ጆኖሳይድ ትግራይ ደው ንኽብልን ውልቀ መላኺ ኢሳያስ ኣፈወርቂ ካብ ሉዓላዊ መሬት ትግራይ ብህፁፅ ንኽወፅእ ማሕበረሰብ ዓለም ጸቕጢ ንኽገብር ጻውዒት ዝቐረበሉ ሰልፊ ከም ዝኸውን ንምፍላጥ ተኻኢሉ እዩ። ዲያስፖራ ትግራይ ኣብ ልዕሊ ህዝቢ ትግራይ ዝፍጸም ዘሎ ጆኖሳይድ ካብ ምቅላዕ ብዝሰገረ ንዝተፈጸሙ ገበናት ተሓታትነት ንኽረጋገጸሎም ኣብ ሓያል ቃልሲ ከም ዝርከቡ ዝፍለጥ እዩ። ቅንዕናን ግልጽነትን ዝጎደሎ መንገዲ ሕብረት ኣፍሪካ ተስፋ ዘቑርጽ እዩ ክብል ተንታኒ ምብራቕ ኣፍሪካ ረሽድ ዓብዲ ገሊጹ። ኣብ ትግራይ ዝቕጽል ዘሎ ደማዊ ኩናት ዕልባት ንክረክብ ሕብረት ኣፍሪካ ዝኸዶ ዘሎ መንገዲ ተስፋ ዘቑርጽ ብምዃኑ ማሕበረሰብ ዓለም መፍትሒ ከናዲ ይግባእ ኢሉ ተንታኒ ፖለቲካ ጉዳያት ምብራቕ ኣፍሪካ ረሽድ ዓብዲ ተንታኒ ፖለቲካ ጉዳያት ምብራቕ ኣፍሪካ ረሽድ ዓብዲ ሕብረት ኣፍሪካ ዝኸዶ ዘሎ ቅንዕናን ግልፅነትን ዝጎደሎ መንገዲ ተስፋ ዘቑርፅ ምዃኑ ዘብረሀ ረሽድ ዓብዲ ኣሜሪካን ሕብረት ኣውሮፓን ሓዊሱ ካልኦት ሃገራት ኩነታት ኢትዮጵያ ብሰላም ንኽፍታሕ ልዑል ተበግሶ ክወስዳ ድማ ፀዊዑ ኣሎ። ኣፍሪካዊ ጸገማት ኣፍሪካዊ መፍትሒ ዝብል መትከል ዝተሓንገጠ ሕብረት ኣፍሪካ ኣብ ትግራይ ዘርኣዮ ቅንዕናን ግልጽነት ዝጎደሎ ኣካይዳ ብዙሓት ይነቕፍዎ ምህላዎም ድማ ዝፍለጥ እዩ። ተንታኒ ምብራቕ ኣፍሪካ ረሽድ ዓብዲ ብሰንኪ ፋሽሽታውያንን ባዕዳውያንን ኣብ ልዕሊ ህዝቢ ትግራይ ዝበፅሕ ዘሎ ህዝቢ ናይ ምፅናት ስራሕቲ ኣብ ማሕበራዊ ሚድያ ደኺምኒ ከይበለ ዝቃለስ ዘሎን ክብሪ ዝግብኦን ተንታኒ ምብራቕ ኣፍሪካ እዩ። ልፍንታውያን ጸላእቲ ህዝቢ ትግራይ ንምጽናት ዝፍጽምዎ ዘለዉ ደብዳባት ሕዚ እውን ብምቕጻል ኣብ ወረዳ ዛና ጣብያ ደብረ ከርቤ ደብዳብ ነፋሪት ብምፍጻም ህይወት ብዙሓት ወገናትን ኣብ ልዕሊ ንብረት ድማ ከቢድ ክሳራ ኣብጺሖም ተባሂሉ ብዕለት ዕስራን ሸውዓተን መስከረም ክልተ ሽሕን ዓሰርተ ሓሙሽተን ዝተፈጸመ ኣረሜናዊ ደብዳብ ኣብ መንበሪ ኣባይቲ ገባራት ዝተፈጸመ ኮይኑ በቲ ደብዳብ ሓንቲ ኣዶ ሽዑ ንሽዑ ህይወተን እንትስእና ክልተ ደቀን ከቢድ ጉድኣት በጽሕዎም ኣብ ሕክምና ይርከቡ። ኣብ ብርክት ዝበሉ ወገናት ከቢድን ቀሊልን ጉድኣት ከም ዝበጽሐ ድማ ንምፍላጥ ተኻኢሉ። እዚ ተግባር ኣብ ልዕሊ ህዝቢ ትግራይ ዝፍጸም ዘሎ ኣረሜናዊ ተግባር ህዝቢ ትግራይ ንምስኳንን ንምንብርካኽንን ዝዓለመ ብቐንዱ ድማ ብትሉም ኣገባብ ዝፍጸም ናይ ዘሎ ጽንተት ህዝቢ ሽቶ ዝገበረ እዩ። ባርባራዊ ተግባር ፋሽስት ንቓልሲ የለዓዕለና እምበር ኣየሰኩነናን ዝበሉ እቶም ነበርቲ እቲ ከባቢ ሕዚ እውን ህልውናና ንምርግጋጽ ኣብ ቅልጽምና መሰረት ዝገበረ ቃልሲ እዩ ይብሉ። ዝብሉን ካልኦትን ነይሮም ንምክትታልኩም ኣዚና ነመስግን ሰሰናዩ